ሰላም ሰላም ፍትዋት ተኸታተልተይ እንኳዕ ብሰላም መጻኹም። ንሎማዕልቲ ሒዘልኩም ዝመጻኹ ኣነ ሓቂ ንምዝራብ ኣብቲ መጀመርያ ዝተጋነነ ሓሶት እምበር ሓቂ ኣይመሰለኒ ነይሩ። ብኦሮምኛ እውን ሰሚዐዮ ኣይተረድአኒ ነይሩ። ሎማዕልቲ ግን ሓቂ ምዃኑ ኣረጋጊጸ ሙሉእ ዛንታ ሰሚዐ እየ ቪድዮ ክሰርሐልኩም ወሲነ። ከምዚ ዓይነት ከቢድ መሪር ዘስካሕኽሕ በደላትን ጫፍ ጭካነን ኣብ ከምኡ ሰብ ኣብ ልዕሊ ወዲ ሰብ ክፍጽም ንርኢ ንሰምዕ ኢና። ብፍላይ ኣብዚ ሚድያ ሰብ ከምዚ ዓይነት ጭካነ ኣብ ልዕሊ ከምኡ ሰብ ይጭክን ድዩ ኢልካ ክትኣምነሉ ብጣዕሚ ካብ ዘጸግመካ ዘስካሕኽሕ በደላትን ጭካነታትን ብዙሕ ካብ ዝረኣኹዎ ኣነ ሓንቲ እዚኣ እያ ከኣምኖ ብጣዕሚ ዘጸገመኒ ነገር ድማ እዛ መዋቲት እውን ስደተኛ እያ እታ ቀቲላታ ዘላ እውን ስደተኛ እያ ክልቲኤን መሓዙት እየን ናይ ብዙሕ ዓመት መሓዙት ክልቲኤን ደቂ ዓዲ ሓደ ቋንቋ ሓደ ሃይማኖት ዘለወን ናይ ብዙሕ ዓመት መመሻጥርቲ መሓዙት ነይረን ክትወልድ ሓሙሽተ መዓልቲ ኣብ ዝተረፋ ከምዚ ዓይነት ዘስካሕኽሕ በደል ፈጺማ። ብዘስካሕኽሕ ግፍዒ ከምኡ ጌራ ክትቀትል እያ ኢለ ክኣምኖ ኣጸጊሙኒ ነይሩ። እዚ ዛንታ ዝሰምዐ ዘበለ ሰብ ሓዚኑን ምእማኑ ኣጸጊሙሉን መብዛሕትኡ ሓቀኛ ዛንታ ምስ ሰምዐ ዝኣመነሉ ዛንታ እዩ። ናብ ዛንታ ከብለኩም ከለኹ እዛ እትርእይዋ ዘለኹም ነፍሰ-ጹር ሂዋን ኣብ ስደት ኣብ ስዑድ ዓረብ እያ ትቕመጥ። ናብ ስደት ናብ ስዑድ ዓረብ ካብ ትመጽእ ሸውዓተ ዓመታት ኣቑጺራ ኣላ። ሓንቲ ጓል ዓዳ እቲ ትዛረቦ ቋንቋ ትዛረብ፣ እቲ ትኣምነሉ ሃይማኖት ትኣምን፣ መተዓብይታ፣ መመሻጥርታ፣ መሓዛኣ ኣብ ስደት ኣብ ስዑዲ ዓረብ ኣብቲ ትቕመጠሉ ከተማ ናብኡ ቅርብ ኣብ ዝበለት ከተማ ትቕመጥ መሓዛ ኣላታ። ካብ ዕለታት ሓደ መዓልቲ እዚ ናይ ብዙሕ ዓመታት ምሕዝነተን ሓደ መዓልቲ ይበኣሳ እሞ ተባኢሰን ይፈላለያ። እቲ ኣውነይ ትኸይድን ናብ ገዝኣ እቲ ኣውነይ ትኸይድን ኣይደዋወላን ኣይጸሓሓፋን። በቃ ተቐያይመን ተባኢሰን ንብዙሕ ግዜ እተፈላልየን ይነብራ ነይረን። ካብ ዕለታት ሓደ መዓልቲ እዛ ቐታሊት ንዛ ትርእይዋ ዘለኹም ነፍሰ ጹር ሄዋን፣ እዛ ትርእይዋ ዘለኹም መሓዛኣ ደዊላ ይቕረ ግበርለይ ንስኺ ጥንስቲ ኢኺ ክትወልዲ እውን ቁሩብ መዓልቲ ከም ዝተረፈኪ ሰሚዐ ስለዚ ካብ ልብኺ ይቕረ ግበርለይ ትብላ እሞ እዛ ነፍሰ ፁር ድማ ብጣዕሚ ደስ ኢልዋ ኣሚናታ በቃ ይቕረ ገይረልኪ እየ ኣነ እውን ክወልድ ክንዲዚኤን መዓልቲ እየን ተሪፈናኒ ከምዚ ኢልኪ ስለ ዝደወልክለይ ይቕረ ግበርለይ ስለ ዝበልክንሲ ደስ ኢሉኒ እየ ኣነ እውን እሞ ይቕረ ይኹንኪ ካብ ልበይ ይቕረ ገይረልኪ እየ ንስኺ እውን ካብ ልብኺ ክትሓድግለይ ካብ ልብኺ ይቕረ ክትገብርለይ እየ ዝደሊ ኢላ እትድውለላ የዕልላ ብድሕሪኡ ናብ ገዛ ንዒ ትብላ እዛ ነፍሰ ጹር እስቲኣ እውን በቃ መጽየ ከሪኤኪ እየ ዝደሊ ትብላ ደሓር ለካ እስቲኣ ካብ መጀመርያ ደዊላ ይቕረ ግበርለይ ክትብላ ከላ ክትቀስላ እስቲ ኣብ ልዕሊኣ ፈጺማቶ ዘላ ገበን ክትፍጽሞ ተዳልያ እያ ብተንኮል እያ ደዊላትላ ዘላ እምበር ቂምታኣ ስለ ዝጠፍአላ ስለ ዝፈተወታ ጽቡቓ ስለ ዝደለየት ካብ ልባ ይቕረ ስለ ዝገበረትላ ኣይኮነን ብዙሕ ተንኮል ሓሲባ እቲ ዝሓሰበቶ ክተተግብሮ ስለ ዘለዋ ክትቀትላ ስለ ዘለዋ ጥራሕ ተበጊሳ እቲ ኣድማ ኣሚናታ ናብ ገዛይ ክትመጸኒ እያ መሓዛይ ኢላ ሓሙሽተ መዓልቲ ንክትወልድ ስለ ዝተረፋ ምስኣ ከውልድኣ እዚ ዝተቐመጣ ዝሕልውኣ ከምኣ ስደተኛታት ደቂ ዓዳ መሓዙታ ክልተ ኣዋልድ ነይረንኣ ምስተን ክልተ ኣዋልድ ንሳ ሳልሰይተን ኮይነን መሓዛኣ ክትመጻ ምድላዋት ገይረን ኣብ ገዛ ይጽበይኣ እዛ መሓዝኣ ድማ ኬክ ገዚኣ ናብዚ ኬክ መሪዛ ኬክ ሒዛትላ ትመጽእ። ከምዚ ትርእይዎ ዘለኹም ድማ ኣሚናታ ምስኪነይቲ እዚ ሒዛቶ ዝመጸት እዚ መሪዛ ሒዛቶ መጽያ ዘላ ኬክ ምንም ከይፈለጠት እቲኣ ተገሪሃ ኣሚናታ ደስ ኢልዋ ኣብ ጎና ኮይና ምስኣ ኮይና ቆሪሳ ንዘን ክልተ ኣብዚ ገዛ ዝጸንሓ ሕጂ ዝቐርጻ ዘለዋ ክልተ መሓዙታ እውን ቆሪሳ ሓቀኛ መሲላ ንሰለስቲኤን ካብዛ ነፍሰ ጹር ጀሚራ ንሰለስቲኤን እዚ ኬክ ቆሪሳ ትዕድለን ማለት እዩ። ብድሕሪኡ ንሳ ኬክ ብልዕ ክብላኣ ከለዋ ዝተፈላለየ ከእምነን ዝኽእል ሒዛቶ ዝመጸት ዘእምን ምኽንያታት ኣመኻንያ ኬክ ክትበልዕ ከምዘይትኽእል ተእምነን። እቲኣተን እውን ኩላተን ተገሪሀን ካብዛ መሓዛኣ ጀሚርካ እዚ ኬክ ሰለስቲኤን ጥራሕ ደስ ኢልወን ፎትየንኡ ይበልዕኡ። ድሕሪ ዝተወሰነ ደቓይቕ ሰለስቲኤን ክቕንዘዋ ይጅምራ። ተቐንዝየን ዓቕሚ ሓጺርወን ድማ ናብ መሬት ይወድቃ። ኣብ መሬት ወዲቐን እውን ፍሕጥሕጥ እናበላ ክትስኣ፣ ክዛረባ ዓቕሚ ሓጺርወን ዓፍራ ብኣፈን ከውጽኣ ይጅምራ። እዚ ክኸውን ከሎ ኣብ ሶፋ ኮፍ ኢላ እዛ ኬክ መሪዛ ሒዛ ዝመጸት ትጥምተን ነይራ። ብድሕሪኡ ዓቕሚ ሓጺርወን ምስ ተዳኸማ ናብዛ ነፍሰ ጹር ከይዳ ንቑልቁል ኣፋ ብኸብዳ ደፊኣ ኣብ ዝባና ኮፍ ኢላ ብጣዕሚ ዘሕርቕ ካብ ሓንቲ መሓዝኣ ካብ ሓንቲ ፈታዊታ ክትሰምዖ ዘይትኽእል ቃል ንሳ ክትመውት ከም ዘለዋ ንሳ ክትመውት ከላ መዓረ ክንደይ ክትሕጎስ ከም ዝኾነት ክትቀትላ ከም ዝመጸት ደስተኛ ከም ዝኾነት ብጣዕሚ ዘሕርቕ ቃላት እናሰሓቐት ትዛረባ ነይራ እዚ ኩሉ ክኸውን ከሎ ክዛረባ ዓቕሚ ሓጺርወን ክትስኣ እውን ዓቕሚ ሓጺርወን ብኣፈን ዓፍራ እናወጸ ግን ዓይነንን እዝነንን ይሪኣኣን ይሰምዓኣን ነይረን እየን እዘን ክልተ። እቲኣ ግን ንዛ ነፍሰ-ጾር መሓዝኣ ብኸብዳ ደፊኣ ኣብ ዝባና ኮፍ ኢላ ብዙሕ ብዙሕ ቀስሚ ዝሰብር ቃላትን ጸርፍታትን እናጸረፈትን እናሰሓቐትን ኣብ ከብዳ ኮፍ ኢላ እቲኣ ዓቕሚ ሓጺርዋ ብኣፋ ዓፍራ እናውጸት ንቁልቁል ኣፋ ተደፊኣ ፋሕጠርጠር ክትብል ንባዕሉ ዓቕሚ ሓጺርዋ በቃ ተዳኺማ ከይዳ ማለት እዩ። ብድሕሪኡ ኣብ ዝባና ኮይና ናብ ሰብኣያ ትድውለሉ። ሰብኣያ እውን ካብ ዝማርዓዉ ሓደ ዓመት እዮም ኣቑፂሮም ኣብ ስደት ኣብ ስዑድ ዓረብ እዩ ዘሎ ናብ ሰብኣያ ትደውለሉ እሞ ናብ ሰብኣያ እውን ደዊላ ብጣዕሚ መረርቲ ዝበሃሉ ቃላት ሰበይቱ ክትቀትለሉ ከም ዝኾነት ሰበይቱ ክተሳቐየሉ ከም ዝኾነት ሰበይቱ ተሳቐያ ሞይታ ንሱ እውን እናተሳቐየ ክነብር ዝግብኦ ሰብ ከም ዝኾነ ብዙሕ ቃላት ተዛሪባ ስልኪ ዓፅያ ንሰለስትኤን ኣብ መሬት ዘግ ኢለን ገዲፋተን ወፅያ ትኸይድ ማለት እዩ። ደሓር ድሕሪ ዝተወሰነ ግዜ እዘን ክልተ ምስ ትንፋሰን ገና ትንፋሰን ከይሓለፈት ተረኺበን። እዛ ነፍሰ-ጹር ግን ህይወታ ሓሊፉ ብህይወት ኣይተረኸበትን። ናብ ሆስፒታል ተወሲደን ኣብዚ ውሽጠን ዝነበረ መርዚ ከም ዝጽረግ ከም ዝድሕና ተገይሩ። ንሰን ዕድል ገይረን ብህይወት ተሪፈን። እዛ ነፍሰ-ጹር ግን ህይወታ ሓሊፉ እያ ተረኺባ። ኣብዚ ሕጂ ሰዓት እቲ ኩሉ ዘጋጠመ በደላት እንታይ ከም ዝገበረት ከመይ ገይራ ሒዛ ከም ዝመጸት ደው ኢላ ንባዕሉ ይቕረ ግበርለይ ክትብላ ከላ ምስኣ ኣብ ጎና ስለ ዝነበራ ኩሉ ነገር ስለ ዝፈልጣ ምስኣ ኮይነን ምድላዋት ኣዳልየን ሓዛይ ክትመፀኒ እያ ኢላተን ይፅበያኣ ከም ዝነበራ እቲ ኬክ ምስኣ ኮይና ቆሪሳ ምክንያታት ኣብ ምኻን እያ ከም ዘይበልዐቶ ኣብ ዝባና ኮፍ ኢላ ንቁልቁል ኣፋ ደፊኣ እቲኣ ትንፋስ ሓፂርዋ ፋሕጠርጠር ንክትብል ንባዕሉ ዓቕሚ ሓፂርዋ ብኣፋ ዓፍራ እናውፅአት ትዛረባ ዝነበረት ቃል ናብ ሰብኣያ ደዊላ ትዛረቦ ዝነበረት ቃል ኩሉ እዚ ዋላ ተሲኤን ክረድኣኣ ይኽእላ ንባዕለን ንነብሰን ንባዕሉስ ክትስኣ ኣይከኣላን ኣይኮነን ዶ ንዓኣ ክዛረብኣ ኣይኮነን ዶ ንዓኣ ክሕግዛ ማለት እዩ ዓቕሚ ሓፂርወን ግን ይሪኣን ይሰምዓን ስለ ዝነበራ ኩሉ እቲ ዝረኣይኡ ኩሉ እቲ ዝሰምዕኡ ተዛሪበን ቀታሊታ መን ከም ዝኾነት ኩሉ እቲ ሓቂ ንሰን ብዝተዛረቡ ኣብ ሞባይላ እውን ተቐሪፁ ብዝፀንሐ ኩሉ ነገር ተፈሊጡ ኣብዚ ሕጂ ሰዓት እዛ ቀታሊት ኣብ ስደት ኣብ ስዑድ ዓረብ እያ ዘላ ገና ኣይተትሓሰትን በማርኛ ብኦሮምኛ ዓበይቲ ሚዲያታት ከይተረፈ ዝረኸባ ኣሕሊፉ ንፖሊስ ይሃብ እዘን ክልተ ናይ ቅትለት ፈተነ ገይራትለን ብሂወት ተሪፈን ንዛ ነፍሰ ፁር ድማ ክልተ ትንፋስ እያ ቀቲላ ዘላ ንክልተ ትንፋስ ዝቀተለት ናብ ኢድ ፖሊስ ኣሕሊፉ ዝሃበ ተባሂሉ ኩሉ ዝረኣያ ዝረኸባ ዝፈልጣ ኣብ ገዝኡ ሓቢእዋ ዘሎ ናብ ፖሊስ ኣሕሊፉ ክህባ ከም ዘለዎ እዩ ኩሉ ቤተሰባ ደቂ ዓዳ ዝፈልጥዋ ዘይፈልጥዋ ዛንታኣ ሓቂ ምዃኑ ዘረጋገፁ እናተማሕጸኑ እዮም ዝርከቡ። ኣነ ብጣዕሚ ዝገረመኒ ማዕረ ክንደይ ኣረመኔ ማዕረ ክንደይ ጨካን ማዕረ ክንደይ ከም ዝተቐየመታ ከምዚ ዓይነት በደል ከምዚ ዓይነት ጭካነ ኣብ ልዕሊኣ ክትፍጽም ክኢላ ዋላ ንዓኣ ስትበድላ ትቀየማ ግን እቲ ኣብ ውሽጣ ዘሎ ንጹህ እስትንፋስሲ ከመይ ጌራ እያ ኣኽኢልዋ ንእሽተይ ዘይራህርሀትላ ብጣዕሚ እየ ተገሪመ እንድዒ ኣብ ምድሪ ንሓደርና ንሰምዖም ጭካነታትሲ ብጣዕሚ ካብ መዓልቲ ናብ መዓልትስ ኣብ ልዕሊ ወዲ ሰብ ከተግብርዎ ይኽእሉ እዮም ሰባት ኢልካ ክትኣምኖ ዘይትኽእል ጫፍ ጭካነታት ኢና ንርኢ። እዛ ትርእይዋ ዘለኹም ብዘጋጣሚ ትግራወይቲ ኣይኮነትን፣ ክልቲኤን ኦሮሞ እየን። ሸውዓተ ዓመት ሙሉእ ኣቦኣን ኣዲኣን ኣሕዋታ ወለዳ ዓዳ ከይረኣየት ብዘስካሕኽሕ ግፍዒ ብሓንቲ ዝኣመነታ ዝፈተወታ ኣማኒታ ንመሓዝኣ ጓል ዓዳም ተዓቢታ ህይወታ ብ ዘስካሕክሕ ግፍዒ ምስኣን ማለት እንድዒ ብጣዕሚ ከቢድ እዩ። ንቤተሰባ ማዕረ ክንደይ ከም ዝሳቐዩ ብፍላይ ወለዳ እንታይ ዓይነት ስቓይ ከም ዘሕልፉ እንድዒ እግዚኣብሔር ኣምላኽ ጽንዓት ይሃቦም ንዓ መንግስተ ሰማያት የዋርሳ። ካብ ፈታዊ መሲሉ ከምዚ ዓይነት ጨካን ቀታሊ ዓማጺ ኣረመኔ ሰብ ይሰውረና። ጸላኢታ ከላ ብማዕዶ ትጥንቀቐላ ነይራ እያ። ፈታዊተይ ኢላ ናብ ገዝኣ ስለ ዝቐረበታ እያ ሂወታ ኣስኢናታ ዘላ እሞ ካብ ከምዚ ዓይነት ሓደጋ ካብ ከምዚ ዓይነት ፈታዊ ዝመስል ቀታሊ ፈታዊ ዝመስል ጸላኢ እግዚኣብሔር ኣምላኽ ይሰውረና ክብል እየ ዝፈቱ ሎማዓልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ